ሰላም ሰላም ዝከበርኩም ኣሕዋት ከመይ ትኮኑ ሓውኩም መንግስቲ ሎም መዓልቲ ከኣ ከምቲ ዝተለምደ ቅልል ዝበለ ብሞባይልኩም ከመይ ጌርኩም ኤዲት ትገብሩ እዩ ናይ ሎም መዓልቲ ልምምና ቀጥታ ናብ ትምህርቲ ከእትወኩም እየ ኪኒ ማስተር ንኣቱ ከምቲ ዝተለምደ ኣብዛ ከባቢ ትሪእዋ ኣለኹም ሓድሽ ዳውንሎድ እንድሕር ጌርኩም ከምዚ ዝኸፍተልኩም ኢንተርፌስ ናቱ ኣብዛ ከባቢ ንኣቱ ዓሰርተ ትሽዓተ ዓሰርተ ሽዱሽተ ኢና ክንጥቀም ሎማዓንቲ ቀዳማይ ዓሰርተ ሽዱሽተ ትሽዓተ ኣሎ ካልኣይ ዘላ ትሽዓተ ዓሰርተ ሽዱሽተ እቲ ካልእ በብግዚኡ እንዳሰራሕኩ ከርእየኩም እየ ሕጂ ግን ተድልየና እዚኣ ትሽዓተ ዓሰርተ ሽዱሽተ እያ ቀጥታ ናብኣ ክኣቱ እየ ብድሕሪኡ ኣብዚ ናህለ ዘቐመጥኩዎ ዳውንሎድ ገበርኩዎ ስእልታት ኣሎ ኩሉ ስእልታት ኣብዚ እዩ ዝመፅእ ንስኹም ከኣ ኣብታ ዘቐመጥኩምላ ከድኩም ካብኣ ትወስዱ ኣነ ካብዚ ዳውንሎድ ገበርክዎ ክወስድ እየ መጀመርያ እዚኣ ክመርጽ እየ ብድሕሪ ኦኬ ይብላ ድሓር ተመሊሰ ሌየር ይኣቱ ሌየር ይኣቱ ሌየር ኣትየ ሜድያ ይመርጽ ሜድያ ኣትየ ናብ ዘሎ ዳውንሎድ ገይረ ዘቐመጥክዎ ስእሊ ንዑ ይመርጽ ብድሕሪኡ ኣብዚ ኣላ ናይ ኣምፑል ስእሊ ንዓ ይመርጽ ነዚ ኣምፑል ከምዚ ኣቢለ ዕብ የብላ ኣብታ ዝደልያ ቦታ ምስ በጽሐትለይ ይገድፋ ኦኬ ይብላ ኣብዚኣ እዚኣ ከዓ ክሳዕ መወዳእታ ይስሕባ ከምዚ ኣቢለ ድራግ እንዳገበርኩ ይስሕባ ክሳብ ጫፍ ማለት እዩ ኦኬ ኢለ ወፅእ ሽዑ ሌየር ኢለ ይኣቱ ሜድያ ሜድያ ስእሊ ይመርጽ ሓንቲ ስእሊ ክመርጽ እየ ናይ ሎምዓንቲ ስእሊ መርሃዊ እዩ ነዚ ትፈልጥዎ ኢኹም ኢለ ተስፋ ገብር ካብቶም ኣለውና ዝበሃሉ ዝነበሩ ስነ ጥበባውያን ሃገርና ሕጂ ኣብ ምንታይ ኩነታት ከም ዘሎ ይፈልጥነ ኦኬ ነዚኣ መጀመርያ ኣብዘን ላዕለዋት ሰለስተ ነጥቢ ትሪእወን ኣለኹም ኣብዚኣ ኣቴ ሰንድ ቱባክ ክብሎ ሰንድ ቱባክ ምስ በልክዎ ብድሕሪኡ እምቢ ኣቢላ ኣነእስ ኣብሎ ኣብቲ ኣምፑል ከም ትኣትወለይ ቅድሚኡ ግን ኣብዚ እንታይ ክገብር ኣለኒ ኣብዚኣ ክሮፕ ትብል ደላ ትሪእዋ ኣለኹም ኣብኣ ንኣቱ ኦኬ ንብል እዚኣ ሻርፕ ትብል ደላ ኣብኣ ኣቲና ቅርፂ ንመርፀሉ ትሪእዎ ኣለኹም ብዙሕ ምርጫታት ኣለኒ ኣነ ግን ከባብ እያ ተድልየኒ ሕጂ ኣብ ከባብ መርፅ ኦኬ ብሎ ኦኬ ምስ በልኩዎ ተመሊሰ ኣብኡ ኣብታ ክሮፕ ኣቱ ድሕሪ ኣብዚኣ ከምዚ ኣቢለ ትሪእዎ ኣለኹም ኣብታ ኣምፑል ክሳብ ዝኣትወለይ ከምዚ ኣቢለ የስተኻኽሎ ሪኢኹማ እታ ስእሊ ከመይ ኢላ ውሽጢ ኣትያ ክሳዕ መወዳእታ ከይድ ኦኬ ኢለ ወፅእ ሽዑ ነዛ ስእሊ ብክልተ ኢደ ነታ ኣምፑል ከምዚ ኣቢለ የዕብያ ነታ ናቱ ስእሊ ከዓ ከስተኻኽላ እንድሕር ደልየ ከምዚ ኣቢለ ከግጅፋ ኣክእሌ ቁሩብ ኣርሕቅ ከብላ ኣክእሌ ከምዚ ኣቢለ ሙሉእ ክኣትወለይ መታ ሕጂ ከምዛ ዘላታ ጽብቅቲ ኣላ ኢለ ስለ ዝሓሰብኩ ኦኬ ይብላ ድሓር ነዛ ስእሊ ከኣ ክሳዕ መወዳእታ ይስሕባ ከምዚኣ ከምዚኣ ትሪእዋ ደለኹም ክሳዕ መወዳእታ ሲሒበ ምስ ወዳእኩ ብድሕሪኡ እንደገና layer ኣትየ ዳውንሎድ ዝገበርክዎ ይኣቱ ሽዑ ነዚኣ ስእሊ እዚኣ የምፅኣ እዛ ስእሊ እዚኣ ታልቺ ኣምፑል ኣብዚኣ ዘላ ተወሊዓ ከም ዘላ ክነምስላ ኢና ድሕሪ እዛ ስእሊ እዚኣ ከምዚኣ ቢልና ምስ ኣምፀናዮ ብለንዲንግ ድብል ደሎ ትሪእዎ ኣለኹም ኣብዚ ታሕቲ ብለንዲንግ ድብል ንኣቱ ብድሕሪኡ ስክሪን ንብላ ስክሪን ምስ በልናያ እቲ ፀሊም ይጠፍእ ሪኢኹሞ እታ ብርሃን ጥራይ ነዚኣ ብርሃን እዚኣ ሕጂ ኣብታ ንሕና ኦኬ ኢልና ንወፅእ ካብዚ ኦኬ ብድሕሪኡ ነዚኣ ብርሃን ኣብታ ዝደለናዮ ቦታ ክነቕምጣ ንኽእል ኢና እዚ ኣቢልና ይቕሬታ ትሪእዎ ኣለኹም ልክዕ ኣብዚኣ ንገብራ ብድሕሪኡ ቁሩብ እቲ ብርሃን ነታ እንተእሽሙ ክኾነልና ከምዚኣ ነብላ ኦኬ ኢልና ወፂእና ካብዚ ንስሕባ ነዚኣ ክሳዕ መወዳእታ እዚኣ እውን ብሓንሳብ ኮና ማለት እዩ ኦኬ ንብል እዚ ብርሃን እዚ ብዙሕ እንድሕር ክተድምቕዎ ተደልዮም ንዓ ነዛ ሕጂ ዘምፃናያ ስእሊ እንደገና ኣብዚኣ ሰለስተ ነጥቢ ብፀጋም ዘላ ንዓ ተንኪፍና ዱፕሊኬት ንብሎ ትሪእዎ ኣለኹም ሕጂ ወሲኸታ ብርሃን ከምዚኣ ጌርኩም እንዳወሰኩም እንዳወሰኩም ክትከዱ ትኽእሉ ኢኹም ሕጂ ተወሳኺ ሌየር ካልእ ስእሊ ክነምፅእ ኢና ነዚ ተኣሽሙ መዳመቂ ድኾነና ሌየር ኣቲና ሜድያ ንብል ሜድያ ኣቲና ኣብቲ ዘቐመጥናዮ ንኣቱ ብድሕሪኡ ነዚኣ መርፅ ፉል ስክሪን ብላ ኦኬ ብላ ነዛ ሕጂ ዘምፃኹዋ ምናልባት ዝኾነ ድምጺ ክህልዎ ድምጺ ክትዓጽዎ ኣለኩም ድሓር ባዕልኹም መሪጽኩም ዝደለኹሞ ዓይነት ሙዚቃ መታን ክተእትውሉ ማለት እዩ ከም ትሪእዎ ዘለኹም እዩ ዝተኣሽምኡ ግን ነዚ እንታይ ክንገብሮ ኣለና ኣብኣ ተንኪፍ ናብታ ዘምጻናያ ቪድዮ ንታሕቲ ንኣቱ ንታሕቲ ንወርድ እዚኣ ብለንዲንግ ትብል ደላ ትሪእዋ ኣለኹም ሕጂ ውን ኣብ ኣይና ክንኣቱ ብለንዲንግ ኢልና ኣብዚኣ ስክሪን ንትንክፍ ስክሪን ምስ ተንከፍና ራይዎ እቲ ጸሊም ዝነበረ ሙሉእ ብሙሉእ ጠፊኡ እቲ መጸባበቂ ጥራይ ይተርፍ ከምዚኣ ትሪዋ ኣለኹም ከምዚ ይኾነልኩም ተወሳኺ ጽሑፍ ገለ ክትእትውሉ እንድሕር ደሊኹም ጽሑፍ ክትእትውሉ ትኽእሉ ኢኹም ጽሑፍ ክነእትወሉ እንድሕር ደሊና ኣብዚ ኣቲና ኣብዚኣ text ትብል ዘላ ኣነ ጽሑፍ ዋላ ሓንቲ ክእትወሉ ስለ ዘይደለኹ ዋላ ሓንቲ ኣይገብረሉን እየ text ኣቲና ግን text ጥራይ ጽሒፍና ንወጽእ ብድሕሪኡ ኣብቲ ዝደለናዮ ቦታ ክንገብር ንኽእል ኢና ናይ ሎማዓንቲ ትምህርትና እዚኣ ትመስል ነይራ ነዚ ብሙለእን ኣብዚኣ ዝተጠቀምኩለን ማተርያል እዚኣ ኣምፑል፣ ስእሊ ኩለን ተን ተኣሽሙ ኣብ ሊንክ ክገድፈልኩም እየ ዳውንሎድ እንዳገበርኩም ክጥቀሙሉ። ናይ ሎማዓንቲ ትምህርትና እዚኣ ትመስል ነይራ። ኣነ ሕጂ ሙዚቃ ኣይገበርኩሉን። ሙዚቃ ዘይገበርኩሉ ምክንያት ኣብ ብተኣሽሙ ኮፒራይት እንዳሓተቱኒ ነጻ ዝኾነ ሙዚቃታት ዳውንሎድ ከኣ ስለ ዘይገበርኩ ዳውንሎድ ምስ ገበርኩ ነጻ ዝኾነ ሙዚቃ ከመይ ጌርካ ከም ዝኣቱ ከርእየኩም እየ ሙዚቃ ከም ዝኣቱ ከርእየኩም እየ ሕጂ ሙዚቃ ንምእታው ኣብዚኣ ሙዚቃ ዲኹም ትደልዩ መዝሙር ዲኹም ትደልዩ መንዙማ ድዩ ዝደለኹሞ ክትእትዉ ኣብዚ ኣውድዮ ትኣትዉ ኣውድዮ ኣቲኹም ኣብቲ ዘቐመጥኩሞ ኣበይ ዘቐመጥኩሞ ኣብዚ ትሪእዎ ኣለኹም ኣብዚ ሙዚክ ዝብል ኣሎ ነናትኩም ዘቐመጥኩምሉ ቦታ ማለት እዩ ኣብ ደስ ዝበለኩም ኣልቡም መሪጽኩም ትእትዉ ሕጂ ናተይ ኣብዚ ሶንግ ዝብል ዘሎ እዩ ዘሎ እዚ ብምሉኡ ናተይ እዩ ኣነ ዝሰምዖ ናይ ታሽም እዩ ብምሉኡ ከም ትሪእዎ ዘለኹም ደስ ዝበለኒ ሕጂ ስቕ ኢለ እዛ ናይ ቆርጫጭተ ዝትንክፋ ሕጂ ሰምዑ ኣለኹ ነዚኣ ፕላስ ዘላ ንሕተንክፍያ ሕጂ ቀጥታ ተቐጥላ ክገብሮ እዚ ድምፂ ከይርብሽ ፕላስ ዘላ እንድሕር ተንኪፍያ ቀጥታ ናብዚኣ ትወርድ ብድሕሪኡ ኦኬ ልወፅ ድሓን ኣብ ካልእ ቪድዮ ፅቡቅ ገይረ ከርእየኩም እየ ነዚኣ ስራሓ ምስ ወድኣት ኣብዛ ላዕሊ ትሪእዋ ኣለኹም ኣብዛ ላዕሊ ኣብዚኣ ንትንክፍ ብድሕሪኡ ኣብዚኣ ነስተኻኽል ኤክስፖርት ንብሎ ናይ ሎም ዓንቲ ትምህርትና እዚኣ ትመስል ነይራ ነቲ ዝበልኩኹም ዝተጠቀምኩሉ ማተርያል ብምሉኡ ኣብ ታሕቲ ናይ ዲስክሪፕሽን ቦታ ክገድፈልኩም እየ ዳውንሎድ እንዳገበርኩም ካብዚ ዝሓሸ ገርኩም ኣብዚ ዝሓሸ ቪድዮ ክትሰርሑ ተስፋ ኣለኒ ሓውኹም መንግስኤ ናይ ሎማዓንቲ ትምህርቲ እዚኣ ትመስል ነይራ ብሩኽ መዓልቲ